ብሓደ ቃል ንዓለም ዝመስረተ እግዚኣብሔር ኣምላኽ ዓለም ኩሉ ዝፈጠረ ቅዱስ ቅዱስ ቅዱስ እንዳበለት ዝመስገን እግዚኣብሔር ኣምላኽና እንሆ ናብ ተንሳኤኡ ናብ ብርሃነ ተንስኡ ዘብጽሓና ንሱ እሞ ክብር ምስጋና ንይኹኖ ከምኡውን ወላዲቱ ቅድስት ድንግል ማርያም መመኪሒትና ዝኾነ ድንግል ማርያም ክትመስገን ይግባእ እዩ ኣደ ብርሃን እንዳበልና ክነመስግና ይግባእ እሞ ዝኸበረት ተመስገነ ትኹን ቅዱስ መስቀሉ ቅዱሳን መላእቲ ኩሎም ቅዱሳን የሕሩያን በቲ እግዚኣብሔር ዝሃቦም ክብሪ ዝኸበሩ እንተመስገኑ ይሑ እግዚኣብሔር ዘፍቅረኩም ንስኹም ተፍቅርዎ ብፍጹም ሰላምታ ናይ ክርስቶስ ናይ እግዚኣብሔር ኣምላክ ከመይ ኣለኹም ኣሜን ቅዱስ እግዚኣብሔር ኣምላኽና ዝኸበረን ተመስገነን ይኹን እምበኣር ከም ፍቓድ እግዚኣብሔር ሎም መዓልቲ ብሓደ ሃይለ ቃል ኣልና ቃል እግዚኣብሔር ኣምላክ ክንመሃር ኢና ንስኻ ብዛዕባ ድንግል ማርያም ካብ ውዳሴ ማርያም ዘሰሉስ ኣኪለ ምክነ ወቀዳሜተ መድኃኒትነ ወመሠረተ ንጽሕነ ኮነ በማርያም ድንግል ብዝብል ኃይለ ቃል ክንመሃር ኢና እምበኣር ነዚ መጀመርያ ዝጸሓፈልና ዊን ዝደረሰልና መን እንተልናዮ ኤፍሬም ሶርያዊ ኤፍሬም ለውሃዊ እዩ ኤፍሬም ለውሃዊ ብስርሑ ኤፍሬም ሶርያዊ ከዓ ብሃገሩ እዩ እዚ ቅዱስ ኣቦ እዚ ካብቶም ሊቃውንቲ ቅዱሳን ኣቦታትና ዝነበረ እዩ። ስለዚ ብዛዕባ ናይ ድንግል ማርያም ቅድስና፣ ንጽህና፣ ልእልና፣ ድንግልናኣ ብጣዕሚ የፍቅራ ስለ ዝነበረ ኩሉ ተረዲኡ ናይ ድንግል ማርያም ውዳሴ ክበዝሓሉ ይምነ ነበረ። ሓደ ካብ መዓልታት እዩ እምበኣር እንሆ ከም ሰማያት ከም ናይ ከም ናይ ሰማይ ከዋክብቲ ከም ሕጻ ባሕሪ ተዝበዝሓለይ እናበለ ንእግዚኣብሔር ይልምን ነበረ። እኖ ድንግል ማርያም ጸሎት እትዕርግ ኣደ እያ እሞ በዚ ምኽንያት ከዓ ናብ ኤፍሬም ሳራዊ ሓደ ከም መዓልታት መጸቶ ሰላም ለከ ኦ ኤፍሬም ሴራዊ ወዲ ሰኒ እፎ ይክል ወዲ ሰትኪ ይክሉ ሰማያውያን ወምድራውያን ኣይክእልኒ ከመይ ገረ ይኽእል በላ ኤፍሬም ቅዱሳን ኩሉ ግዜ ትሕትና ትሕት እዮም ዝብሉ እሞ ከመይ ገረ ይኽእል ሰማያውያን ምድራውያን ከመስግኑ ዘይክእሉ ኣነ ከመይ ኢለ ክኽእል ዝኽእል ስለዚ ከመይ ኢለ ከመስግነኪ በላ በከመ ኣለበወከ መንፈስ ቅዱስ ተናገር፣ መንፈስ ቅዱስ ከም ዝገለጸልካ ተናገር፣ በዚ መሰረት እምበኣር ባርክኒ፣ እስከ ባርኽኒ በሊ ከመስግን በረከተ ወልድየ ወኣብሁ ወመንፈስ ቅዱስ ይህድር በራ ኢለከ በረኸት ወደይ በረኸት ኣቦኡ በረኸት መንፈስ ቅዱስ ኣብ ልዕሌኻ ይሕደር እሞ መስገን ስለዚ ካብዚ ጀሚሩ እምበኣር ምስጋና ዝጀመረ ፈቀደ እግዚእ ኣብ እዞን ኣዳም ህዝኖ ወተክዘ ልቢ እንሆ ነቲ ዝሓዘነ ዝተገዘ ኣዳም ከድሕኖ ፈቐደ ዝበለ ማለት እዩ። በዚ መሰረት ካብዚ ጀሚሩ እንሆ ነቲ ዝሓዘነ ዝተከዘን ኣዳም ታይ ስለ ዝኾነ ድንግል ማርያም ከምዚ ክንብሎ ዝጸናሕና ኣክሊለ ኣክሊለ መድህነ እንሆ ኣክሊል ትምክሕትና ዝኾነት ወመሰረተ መድኃኒትነ እንሆ ጀማሪት ድሕነትና ዝኾነት ድንግል ማርያም ወመሰረተ ንጽህነ ናይ ንጽህናና መሰረት ዝኾነ ድንግል ማርያም ኮነ በማርያም ድንግል ብማርያም ድንግል ኮነልና ኢሉ ኣመስገነ ማለት እዩ ቅዱስ ኤፍሬም ሰራዊ ብማርያም ድንግል ኮነልና ድንግል ማርያም እያ ከብል ማለት እዩ ኣክሊል ትምክሕትና መሰረት ንጽህናና ጀማሪት ድሕነትና ድንግል ማርያም እያ ጀማሪት ድሕነትና ድንግል ማርያም በዚ ናይ መዓልቲ እዚ ብእለተ ሶሉስ ማለት ብእለተ ሶሉስ እንሆ ኤፍሬም ሰራዊ ንድንግል ማርያም ከመስግና ምስ ቆመ ድንግል ማርያም ከዓ ንዳዊት ካብ ነገስታት ንእያሱ ካብ መሳፍንት ንኤልያስ ከዓ ካብ ደናግል ካብ ንጹሓን ኣኸቲላ መጽያ ነይራ እሞ በዚ ምስ ረኣየ ኣመስገነ ዳዊት፣ ንጉሰ ነገስት እኳ እንተ ተባህልካ ግና፣ ኣኽሊ ትምክሕትና ክትኰነልና ከተምጽእ ኣይከኣልካን። እያሱ፣ መድሃኒት እኳ እንተ ተባህልካ፣ እነሆ ጀማሪ ድሕነትና ክትከውን ኣይከኣልካን። ኤልያስ፣ ንጹህ ድንግል እኳ እንተ ዀንካ፣ እንሆ ንስኻ ኸኣ መሰረት ንጽህናና ክትከውን ኣይተኻእለካን። ስለዚ መሰረት ንጽህናና፣ ኣኽሊል ትምክሕትና፣ ጀማሪት ድሕነትና ግን ድንግል ማርያም እያ ክብል ከምዚ ኢሉ ኣመስገነ ማለት እዩ። ቅጽል ኣቢሉ መልሱ ርእዩ እንሆ ኣክሊሎሙ ለሰማኢታት ከም ዝብል ዝበሃል ጎይታ፣ ጥንተ መድኃኒቶሙ ዝበሃል ገይታ፣ ይጸውር ድደ ወይነብር ጠፈረ ኣኀዚ ዓለም በእራሁ እህዝ ኩሉ ብእድ ውስተ እዴሁ ከም ዝብል እንሆ ኩሉ ዝሓዘ እግዚኣብሔር መሰረተ ዓለም ዝኾነ ጌታ ካብ ድንግል ማርያም ተረከበና ንማለት እዩ እምበር ድንግል ማርያም ክንብል ከለና እኳ ማርያም ዝብል መጀመርያ ትርጉም ኣለዎ። ማርያም ማለት ፍጽምቲ ማለት እዩ። ንግዚኡ ፍጽምቲ ክንብላ ከለና ድንግል ማርያም ብመልክዕ ጽብቕቲ ፍጽምቲ ኮይና ጽብቕቲ ኮይና እንሆ ከምኡ ካብ በላይ ካልኣይ ከዓ ንጽሓ ንጽሓ ድንግልና ንጽህና ስጋ፣ ንጽህና ነፍሲ፣ ድንግልና ስጋ፣ ድንግልና ነፍሲ ሒዛ ዝተረኸበት ድንግል ማርያም እያ ማለት እዩ። ስለዚ በዚ መሰረት ኣቐዲሙ ፈቀደ ኢሉ ነይሩ። እንታይ ስለ ዝኾነ ኣዳም ንጽህንኡ፣ ቅድስንኡ፣ ሄዋን ንጽህናኣ፣ ቅድስናኣ፣ ድንግልናኣ ኣጥፊኣ ነይራ እሞ በዚ ምክንያት ግን ድንግል ማርያም እንሆ ንጽህተ ስጋ፣ ንጽህተ ነፍሲ፣ ድንግልነ ስጋ፣ ድንጋለ ነፍሲ ዘለዋ ድንግል ማርያም ኣዴና እያ በለ ማለት እዩ ስለዚ ማርያም ድንግል ማርያም ማረ ማለት እምበኣር ፍፅምቲ እዩ መጀመርያ ከምኡ ከዓ ሃፍቲ ወፀጋ ማለት እዩ ፀጋ ወሃፍቲ ማለት እዩ ንኣቦኣ ነዲኣ ሃፍቲ ፀጋ ኮይና ተዋህቢያ ድንግል ማርያም እዚኻታ ይብል ሃና እያቄ ወሃና ወለዱ ሰማየ ወሰማዮምኒ ኣስረቀ ፀሐይ ሃናና እያቄም እንታይ ወለዱ ሰማይ ወለዱ ሰማዮም ከዓ ፀሓይ ኣውፅአት ይብል ማለት እዩ ኮኩቡሩ ዘይትጽእዎ ቅዱሳን በፍስሓ ይብል እንሆ ኮኸብ ብሩህ ቅዱሳን ዝረኣይዎ ቅዱሳን ዝረኣይዎ ሰብኣ ሰገል ቅዱሳ ሰብኣ ሰገል ዝረኣይዎ ከምኡ ከዓ ቅዱሳን ሓዋርያት ዝረኣይዎ ኮከብ ከም ዝልማት እንሆ ብካልኣይ እምበር ሃፍቲ ወፀጋ ይናዕና ከዓ ሃፍቲ ፀጋ ኮይና ድንግል ማርያም ተዋሂባትና እያ እዚኻ እንታይ ዝብል ኣብ ወንጌል ዮሃንስ ምዕራፍ ዒስራ ዓሰርተ ሸዓተ ዘሎ እንተሪእናዮ እንሆ ነዋ ወልድኪ ወናያ እምነከ እንሆ ኣዴኻ እንሆ ወድኺ ኢሉ ከም እተዋህበትና ንዓና ድንግል ማርያም ስለዚ ሃብቲ ወጸጋ ንዓና ሃብትና እያ ብምንታይ ብንጽህና ጸጋና እያ ከም ጸጋ ከም ሃብቲ ጌርና ተተቐብልናያ ንድንግል ማርያም በዚ መሰረት ንሕና ከኣ ጸጋ ሃብቲ ከተውህበና ትኽእል ነቲ ጸጋን ሃፍትን ስኢኑ ዝነበረ ኣዳም ነቲ ጸጋን ሃፍትን ስኢና ዝነበረት ሄዋን ሃፍትን ጸጋን ኮይናት ማለት እዩ። ኣንቲ እቱ ተሰኸሎ ኣዳም ኣመይ ሰደድ እምገነት ካብ ገነት ክስደድ ከሎ ኣዳም ንስኺ ተስፍኡ ኔርኪ ከም ዝበለ ስለዚ ድንግል ማርያም በዚ ምክንያት ኣክሊልነ ትምክህትነ ናይ ንምክሓላ ኣክሊል ጀማሪት ድሕነትና መሰረት ንጽህናና ኢልና ንድንግል ማርያም እነመስግና ማለት እዩ። ንድንግል ማርያም እነመስግና። ብኻልእ መገን መኸንያት እንተሪእናዮ ድንግል ማርያም እንታይ እዩ? ልእልት ማለት እዩ። ልእልት ልእልት ማለት እዩ። ልእልት ማለት ከዓ መትተ ፈጣሪ መልእተ ፍጡራን እያ። እንሆ እዚ ማለት ከዓ ትሕተ ፈጣሪ ልዕ ኩሉ ግና ፍጡራት ድንግል ማርያም እያ ማለት። ስለዚ በዚ ምክንያት እዩ ድንግል ማርያም እንሆ ብድንግል ማርያም ኮነልና ብድንግል ማርያም ኮነልና ዘወለደት ቃለ ኣካላዊ ቃል ዝወለድ ድንግል ማርያም ብኡ ኮነልና ይብል ብራብዓይ ነጥብ እንተድናካ ማርያም ማለት ክንብል እንተድና መርህ ለመንግስተ ሰማያት እዩ ንመንግስተ ሰማያት መሪሓ እትእትውና ድንግል ማርያም እዩ እንተ ሄዋን ተዓፀ ሆወተ ገነት እንተ ማርያም ድንግል ተረወለነ ዳግመ ከፈለነ ንብላ እምዕፀ ህይወት እንሆ ካብ ገነት ዝወፃናሉ በሪ ተዓፅዩኒ ማለት እዩ። ብምንታይ? ብናይ ሔዋን ምኽንያት፣ ብናይ ኣዳም ምኽንያት በደል መን ተዓፅወ? ገነት ተዓፅወ፣ መንግስተ ሰማያት ተዓፅወ። ብናይ ድንግል ማርያም ምኽንያት ከዓ መን ተኸፍተ? ገነት ተኸፍተ ማለት እዩ። ተርህወ ለነ ዳግመ ዳግማይ ካልኣይ ግዜ እንታይ ገበርና? ተኸፈተልና ከመ ንብላዕ እመፀ ህይወት ዘውእቱ ስጋሁ ወደሙ እንሆ ካብ ዕፀ ህይወት ክንበልዕ እካ እንታይ እንሆ ተኸፈተልና ካብ ዕፀ ህይወት ክንበልዕ ገነት ተኸፈተልና እምበኣር መራሒት ንመንግስቲ ሰማያት እያ እንሆ ብጀካ ድንግል ማርያም ሎሚ ናብ መንግስቲ ሰማያት ዝኣተወ የለን ኩሉ ድሕሪ ግና ናበይ ማት እዩ ሕጂ ዝመውት ቅዱስ እውን ናበይ ይኸይድ ናብ ገነት ይኸይድ ዳሕራይ መወዳእታ ግና ናብ መንግስተ ሰማያት መሰጋገር ስለዚ መርህ መንግስተ ሰማያት ንባል ድንግል ማርያም እምበኣር በዚ ምክንያት እዩ እንሆ ኢያሱ፣ ኤልያስ፣ ዳዊት እዚኦም ኩሎም ቅዱሳን ኣቦታትና በዚ ምኽንያት እንሆ ድሕነት ክኸምጽኡልና ኣይከኣሉን፣ ድሕነት ክህቡ ክኾኑ ኣይከኣሉን፣ ድንግል ማርያም ግና ነቲ መሰረተ ዓለም ዝኾነ ጎይታ ነቲ መድኃኒት ዝኾነ ጎይታ ነቲ ኣክሊለ ሰማዕታት ዝኾነ ጎይታ ድንግል ማርያም ሃበትና ማለት ድንግል ማርያም ወለደትልና ወላዲተ ቃል ወላዲተ ሕይወት እንብላ በዚ ምኽንያት እያማ ሰዚ ንድንግል ማርያም እነኽብረላ ልዕል ነብላ በዚ ምኽንያት እዩ እምበኣር። እሞ ብዛዕባ ድንግል ማርያም ክንዛረብ ተኾይንና እንሆ ቅድስንኣ፣ ድንግልንኣ፣ ንጽህንኣ ከምኡ እኳ እንተርኢናዮ ማርያም ዝብል ብኣርባዕተ ወግነን ብኣርባዕተ ወግነል ንጽህቲ ምዃና ዘርእየና እዩ። ንሱ ኸኣ ንሙሴ ሓደ ቃል ኢልዎ ነይሩ እግዚኣብሄር ኣምላኽ። እዚ ኸኣ ታቦት ኣዳሉ ኢልዎ። ታቦት ክብል ከሎ ኸኣ እንሆ ኣርባዕተ ፈለግ ኣውጽኣሉ፣ ናብኡ ኸኣ ወርቂ ግበረሉ ኢልዎ ነይሩ ማለት እዩ። ነቲ ኣርባዕተ እዚ ማለት ከኣ ክሉ ምሳሌ እዩ። እቲ ታቦት ናይ ማህጸን ድንግል ማርያም እዩ። ጽላት ከኣ ናይ ኣካላዊ ቃል ምሳሌ እዩ። እቲ ኣርባዕተ ኣፍላግ ወይ ከኣ ፈለግ ኣውጽኣሉ ዝበሎ ምኽንያት ከኣ ናይ ድንግል ማርያም በርኢ፣ በሰሚ፣ በጽኒው፣ በገሲስ ንጽሕቲ እያ ማለት እዩ፣ ድንግል እያ። ስለዚ ብምንታይ ምንታይ ብሰሚ ብምስማዕ ብምርኣይ ብምጭናው ብኩሉ ነገር እንታይ እያ ንጽህቲ ድንግል እያ ስለዚ ብዛዕባ ድንግል ማርያም ክብሪ ቅድስና ንጽህና ኩሎም ቅዱሳን ኣቦታትና ብዙሓት ተናገሮም እዮም ማለት እዩ ኤፍሬም ሰራዊ ጀማሪኦም ኤፍሬም ሰራዊ እንሆ ሓደ ካብኦም ካብቶም ቅዱሳን ካብቶም ሊቃውንቲ ንድንግል ማርያም ዘመስገንዋ ንጽህናኣ ቅድስናኣ ዝተረድኡ ኣቦታት ሓደ ኤፍሬም ሰራዊ በዚ ምክንያት እምበኣር ኣክሊለ ምክህነ ወቀዳሚተ መድኃኒትነ ወመሰረተ ንጽህነ ኮነ በማርያም ድንግል እንተወለደት ለነ ቃለ እነሆ ኣክሊል ትምክሕትና መሰረት ንጽህናና ጀማሪ ድሕነትና ንሰያ በለ ብምንታይ ምክንያት ምክንያቱ ድሕነት ስኢኑ ነሩ ወዲ ሰብ ሓሙሽተ ሽሕን ሓሙሽተ ሚእቲ ዝኣክል ዓመት ኣብ ሲኦል ይወርድ ነይሩ እዩ ማለት እዩ ኩሉ ዋላ ንጹህ ዝኾነ ሰብ ስለዚ በዚ ምክንያት ድንግል ማርያም ግና መድሓኒት ኮይናትና እያ ማለት እዩ መድሓኒት ኮይናትና እሞ በዚ ምክንያት ኣይገበራ ኣመስገና ኣብ ባህር ያቆስ ቅፅል ኣቢል ብዛዕባ ድንግል ማርያም ከምስግን ከሎ ከምዚ ይብል ማለት እዩ ኣክሊሉ ህይወት ምዃኑ ከረዱ ከሎ በመኑ ወብኣምሳለ መኑ ናስተማስለኪ ምእናም ኣንቲ ዘእምነኪ ኣማኑኤል ለብሰ ስጋ ዘኢተረጎም ይብል ኦ ድንግል ማርያም ብምንታይ ክንምስለኪ ኢና ልዕሊልና ብሰማይ ድና ክንምስለኪ ምክንያቱ ሰማይ ምድርን ንእግዚኣብሔር ኣይፀርዎ ንሳ ግን ንእግዚኣብሔር ኣምላኽ ወፅረቶ ትስዓተ ኣውርሃ ይብል ትሽዓተ ወርሓ ኣብ ማሕፀና ፀይራቶ ንእግዚኣብሔር ልዕል ኢልና ጽባህ ኣርያም እንተኸድና እግዚኣብሔር ኣይውሰንን እዩ፣ ትሕት ኢልና ባርባሮስ ተወርድና እግዚኣብሔር ኣይውሰንን እዩ፣ ኣብ ድንግል ማርያም ግን ተወሰነ። ስለዚ በምኑ ብኣምሳለ ወኑ ናፍስና ንመስለኪ? ብምንታይ ኢና ክንመስለኪ? ልዕል ኢልና ብሰማይ ድና ክንመስለኪ? ሰማይ ምክንያቱ ብሩህ እዩ፣ ድንግል ማርያም ከዓ ብርህት እያ። ሰማይ ርሑቕ እዩ፣ ንሳ ቅድስና ልዕልቲ እያ ማለት እዩ። ሰማይ ልዑል እዩ፣ ንሳ ከዓ ልዕልቲ እያ። ስለዚ ብምንታይ ክንመስለኪ? ብምንታይ ኢና ክንምስለኪ? እንሆ ትሕት ኢልናስ ብምንታይ ክንምስለኪ? ብዕንቊ፣ ብወርቂ፣ ዲና ክንምስለኪ? ምኽንያቱ እዚ ዅሉ ሓላፊ እዩ። ሰማይ ወምድር ይሃልፍ፣ ቃልየሰ ኢይሃልፍ ዝተብሃለሉ ማለት እዩ። ድንግል ማርያም ግና ትንቢት ዝተነገረላ ማለት እዩ። ትንቢቶሙ ለነብያት፣ ንነብያት ትንቢቶም ዝዀነት፣ መጐሶሙ ለሓዋርያት፣ ንሓዋርያት መጐሶም፣ ጸግኦም፣ ክብሮም ዝዀነት። መጐስ ማለት እንታይ ማለት እዩ? እስመ ረከብኪ መጐሰ በኀበ እግዚኣብሔር፣ ኣብ ቅድሚ እግዚኣብሔር መጐስ ረኸብኪ። መጎስ ረኸብኪ ማለት ጸጋ ረኸብኪ እዩ ማለት እዩ። ጸጋ ማለት ኣይ ተልናዮ ድንግልና ጸጋ እዩ። ቅድስና ጸጋ እዩ። ንጽህና ጸጋ እዩ። ኣደ ኣምላኽ ምዃን ጸጋ እዩ። ስለዚ እዚ ረኸብኪ ከም ዝበለ እንሆ መጎሶሙ ለሃዋርያት ንሃዋርያት መጎሶም ዝኾንኪ ወቤዛሆሙ ለነቢያት እንሆ ንነቢያት እውን ቤዛሆም ዝኾንኪ ቤዞኦም ዝኾንኪ መድሓኒቶም ዝኾንኪ ብእንታይ ምኽንያት ነቲ መድሓኒቲ ዝኾነ ጉክርስቶስ ብምውላድ ማለት እዩ ስለዚ መድሓኒቶም ዝኾንኪ ኢሉ ከም ዘመስግና እምበር ብምንታይ ኢና ክንምስለኪ ደኣ እሞ ትሕቲልና ድና ብምድሪ ምክንያቱ ምድሪ ንኣዳም ኣውፅኣ ንስኽ ግና ካልኣይ ኣዳም ዝኾነ ክርስቶስ ኢኺ ሂብክና ኢሉ ኣባ ሕርያቆስ ንድንግል ማርያም ኣመስግንዋ ማለት ስለዚ ድንግል ማርያም ኣኽሊልና ድንግል ማርያም ንጽህናና ጀማሪት መድሓኒትና ድንግል ማርያም እያ ማለት መሲልዋ እኳ እዩ በትረ ኣሮን ናይ ኣሮን በትሪ መሰንቆ ዳዊት ናይ ዳዊት መሰንቆ ዳግሚት ሰማይ ዳግሚት ሰማይ ካልኣይቲ ሰማይ ዝኾንኪ ኢሉ እኮ ኣመስግንዋ እዩ ስለዚ በመኑ ብኣምሳለ መኑ ናስተማስለኪ ምእናም ኣንቲ ዘእምንየኪ ነብሲ ኣማኑኤል ስጋ ዘይጠርጎ ክትርጎም ዘይክእል ክብጻሕ ዘይክእል ክምርመር ዘይክእል መንማትዩ ስጋና መለኮት ዝተወሃሃደሉ እንሆ ንዑ ክትወልዲ ዝኸኣልኪ ድንግል ማርያም ስለምን ብምንታይ ክንምስለኪ ኢና ኢሉ ንድንግል ማርያም የመስግና ማለት እዩ እዚ እንሆ ቅጽል ኣቢሉ እንታይ ይብል ሽዑ ንትነሳ በፍርሃተ እግዚኣብሔር ብፍርሃት እግዚኣብሔር ንለዓ ይብል ስለመን ስለታ ኣክልና ዝኾነት ድሕነትና መሰረት ምክንያት ድሕነትና ዝኾነት ጀማሪት ድሕነትና ዝኾነት መሰረት ንጽህናና ዝኾነት ድንግል ማርያም እንሆ ንድሕነትና ዝኾነ ክርስቶስ ዝወለደትና ድንግል ማርያም ብዛዕባኣ ክንዛረብሲ ብፍርሃት እግዚኣብሔር ንተስእ ንብል እሞ ንትነሳእ በፍርሃት እግዚኣብሔር ከመ ናእብያ ወንወድሳ ለምእለት ውዳሴ እንዘ ንብል ኦ ምልእተ ጸጋ ኣቲ ምልእተ ክብሪ ምልእተ ጸጋ ዝኾንኪ ድንግል ማርያም ከምዚ እናበልና ነመስግና ይብል ማቴው ኦ መሓዘ ፍስሓ ናይ ሓጎስ ደስታ ዝኾንኪ ንስኺ ናይ ሓጎስ ምንጪ ዝኾንኪ ኣዳም ሓዚኑ ተኪዝዩ ኩሉ ፍጡር ናብ ሲኦል ወርድ ነይሩ ሓዚኑ ተኪዙ ነይሩ ስለዚ ድንግል ማርያም ነዚ ብምውላድ ግና መሓዘ ፍስሓ ናይ ሓጎስ ምንጪ ዝኾንኪ ድንግል ማርያም ምክንያቱ ቅዱስ ገብርኤል ከመስግና ከሎ እንታይ ዝብል ነይሩ እንሆ ተፈሲ ፍሲት ኦ ምልእተ ጸጋ ምልእተ ጸጋ ጎደሎ ኣበር ዘይብልኪ ድንግል ማርያም ንጽህቲ ከምቶም ኣቐዲሞም ነቢያት ዘመስገንዋ ናሁ ድንግል ጸንስ ወትወልድ ወልደ ወትሰምዮ ስሙ ኣማኑኤል እንሆ ድንግል ክጸንስ እያ ወዲ ከዓ ክትወልድ እያ ዝብል ማለት እዩ እንታይ ኢሉ እሞ እንሆ ንትነሳ ተንሲእና ብፍርሃት ቆይምና ንድንግል ማርያም ነዕብያ ናይ ምንታይ ኢልና ከነዕብያ ናይ ምንታይ ኢልና ከነመስግና ናይ ኣምልኾ ኣይኮነ ናይ ጸጋ እግዚኣብሔር ኣምላኽ ዘመስገና እግዚኣብሔር ኣምላኽ ዘወደሳ ምክንያት እንታይ ዝብል ብኣማን ነጸረ እግዚኣብሔር ኣብ እምሰማይ እግዚኣብሔር ኣምላኽ ካብ ሰማይ ተመልከተ ጠመተ ይብል እግዚኣብሄር ኣምላክ ካብ ሰማይ ተመልከተ ጠመተ ይብል እሞ እንሆ እግዚኣብሄር ኣምላክ ካብ ሰማይ ኮይኑ ተመልከተ ንጽህና ተመልከተ ማለት እዩ እንሆ ናብ ሰባት ተመልከተ እሞ ግና ከማኸ ዝበለ ኣይረኸበ ናበይ ምስራቅ ምዕራብ ሰሜን ደቡብ ኣብ ኩሉ ኩሉ ኣጽናፈ ዓለም ኩሉ ጫፍ ተመልከተ ከማኺ ዝበለ ንጽህቲ ከማ ዝኸለ ቅድስቲ ግን ኣይረኸበን ሰዚ ስለ ዘይረኸበ ንዓኺ ታይ ገበረኪ እንሆ ምሕደር ቃል ክትኾኒ ሓረየኪ በሃገኪ ከምቲ ልበ ኣምላኽ ዳዊት ኣቀድም ኣቢሉ እስመ ሃረያ እግዚኣብሔር ለጽዮን ወኣብደራ ከመ ትኩኖ ዛቲ እቲ ምእራፍ የለዓለ እግዚኣብሄር ንጽዮን ሓቢርዋ ሓርይዋ እዩ፣ መሕደሪ ክትኮን ኸኣ ብሃጋ ንመን ማለት እዩ። ስለዚ ነዚ ምኽንያት እዩ እምበኣር መንፈስ ቅዱስ ይመጽእ ላዕሌኪ ወሓይሊ ልዑል ይጸልለኪ፣ እንሆ፣ መንፈስ ቅዱስ ናባኺ ክመጽእ እዩ፣ ሓይሊ ልዑል ኸኣ ከጽልለኪ፣ ወልድ ቃል ወልድ እግዚኣብሄር ከኣ ክትወልዲ ኢኺ ዝበላ ገብርኤል። ሕዚ ቅዱሳን ኣቦታትና ብዛዕባ ድንግል ማርያም ብዙሕ ተናጊሮም እዮም እንታይ ስለ ዝኾነት ግን ምኽንያት ስለ ዘለዎም እዩ ምኽንያት ከይሃለዎም ድንግል ማርያም ኣየመስገንዋን እዚ ካታይ ስለ ዝኾነ እግዚኣብሔር ኣምላኽ እውን ዘመስገና ስለ ዝኾነ እንታይ ኢሉ መስጊንዋ ንጽህቲ ብርህቲ ቅድስቲ ኢልዋ በዚ ምክንያት ከዓ ነቲ ኣካላዊ ቃል ዝኾነ ምሕደሪ ክትኮንካ ክትፀሮ ወላዲቱ ክትኮንካ ሓረያ ብሓጋ ማለት እዩ

ናይ ድንግል ማርያም ምውላድ ማለት ንናይ ጎይታናን ኣምላኽናን መድሓንናን ኢየሱስ ክርስቶስ ምውላድ ዋዜማ እዩ። ድንግል ማርያም ዝተወልደት እንሆ ድሕሪ ዓሰርተ ሓሙሽተ ዓመት ከዓ መን ይውለድ? ኣካላዊ ቃል እግዚኣብሔር ወልድ እንሆ ይውለድ ማለት እዩ። ናይ ጎይታናን መድሓንናን ኢየሱስ ክርስቶስ ልደት ምውላድ ከዓ ናትና ምውላድ ብኣብራኽ ስላሴ ካብ ማሕፀን የርዳኖስ ምውላድ ንዓናታይ ማለት እዩ ዋዜማ እዩ። ስለዚ በዚ መሰረት ንድንግል ማርያም እነኽብራ፣ ልዕል ነብላ፣ እንውድሳ እውን ማለት እዩ። ቅጽ ብኣቢ ኣባ ሕርያቆስ እንታይ ይብል? ኦ ማርያም በእንተዝ ናፈቅረኪ ወንኣብየኪ እስመ ወለድኪ ለነ መብልኣ ጽድቅ ዘበኣማን ውስተ ሕይወት ዘመኣማን ወስተ ሕይወት ዘበኣማን ይብል። እነሆ ድንግል ማርያም ስለዚ ነፍቅረኪ ኣለና ነዕብየኪ ኣለና ንውድሰኪ ኣለና ይብል ምክንያቱ ሓቂ ዝኮነ ኣማናዊ ዝኮነ መብልዕ ኣማናዊ ዝኮነ መስተ ሂብክና ኢኪ እሞ ነፍቅረኪ ኣለና መን እዩ ኣማናዊ መብልዕ መን እዩ ኣማናዊ መስተ ተልናካ ጎይታ ኣለም ክርስቶስ እዩ ዘበልኣ ስጋየ ቦ ሂወ ዘልኣለም ዘሰትየ ደምየ ቦ ሂወ ዘልኣለም ይሃዩ ለዓለም ኣንሰ ኢሄሉ ምስሊሁ ወኡዙ ኢሄሉ ምስሌ ኢሉ ቃል ዝተነጋሩ ማለት እዩ ስለዚ በዚ መሰረት እንሆ ንህይወት ዝወለድክልና ንስኺ ኢኺ እሞ ነፍቅረኪ ኣለና ነዕብየኪ ኣለና ንውደሰኪ ኣለና ኢሉ ኣባ ሕርያቆስ የመስግና ስለዚ በዚ መሰረት ንድንግል ማርያም ኣክሊልና ክንብላ ይግብኣና እዩ ኣክሊለ መድኅነ ወቀዳሚተ መድኃኒትነ ወመሠረተ ንጽሕነ ኮነ በማርያም ድንግል ኣክሊል ትምክሕትና ጀማሪት ድኅነትና መሠሬት ንጽሕናና ድንግል ማርያም እያ እሞ በዚ ምኽንያት ንድንግል ማርያም ከነመስግና ክንወድሳ ይግብኣና እዩ እሞ ካብ ናይ ድንግል ማርያም ብበረከታ ካብ ልደታ በረከት ካብ ሃና ካብ ኢያቄም በረከት ከሳትፈና ናይ እግዚኣብሔር ቅዱስ ፈቃድ ይኹነና ኣክሊል ትምክሕትና መሰረት ንጽህናና ጀማሪት ድሕነትና ብድንግል ማርያም ኮነልና ዝመሃረና ዝገሰጸና ናይ ኣቦታትና ኣምላክ ክብር ምስጋናን ይዕኹኖ ዝነጠበ ዝጎደለ ብኣፈ ቅዱሳን መላኢክት ይኣረመልና ወስብሃት ለእግዚኣብሔር ኪያነ ዘፈጠረ ከመ ናምልኮ ወስብሃት ለማርያም እመ ኣምላክ እግዝእትነ ወመድኃኒትነ ስብሃት ለመስቀለ ክርስቶስ እፀ መድኃኒት ኃይልነ ወፀወውነ ወውእቱ ቃል ስጋ ኮነ።